ሰላም ሰላም ዝኸበርኩም ተኸታተልቲ ልቢ ወለድ ዛንታ ነገስቲ ቅንያትኩም ሰላም ዝዓሰሉ ነይሩ ክኸው እንዳተተስፈኹ ናብ ናይ ሎሚ ዝቕፅል ክፋል ከብለኩም ኣንባቢት ሳሊና ሓጎስ ንግስቲ ሰማንያን ኣርባዕተን ክፋል።
ሓደ ክሓብኣልካ ዘይደልዮ ነገር ግን ኣሎ። ኣብ ልዕሊ ኬይሲ ናይ ሕነ ምፍዳይ ዝተጠቀምካሉ ኣገባብ ኣሕጒሲኒ እዩ። ስምዒታቱ ዕግበት እዮም ሂቦሙኒ። ድሕሪ ውዳሴ ገጻ ናብ ኣፍልቡ ፈርፊራ ክትኣቱ ከም ዝደለየት ፍሒትሒት እናበለት ቀጸለት። መታን ከም ድላይካ ክትገብር ብዝተኻእለካ ንእሽቶ ዓቕሊ ጌርካ ተጸበየኒ። ኤሪክ ሕቑፉ ዝያዳ ኣትሪሩ ናብ ነብሱ ኣልጊቡ ናብ እዝና ሕሹኽ በላ። ሙሉእ ህይወተይ እየ ተጸቢየኪ ክጽበየኪ እየ። ሄር ቪዥን እቲ ስራሕ ናይ ሞስኮ ሪቻርድ ብዝመሰሎ ንኽፍጽሞ ምሉእ ደገፍ ሂቦም እዮም። ተሪፍዎ ዘሎ ከም ሄሪ ቪዥን ናይ ኤች ወርልድ ምሉእ ደገፍ ንምርካብ ቻርሎት ንኽድውለሉ እዩ። እቲ ኣብ መንጎ ኣማን ኬይስን ዝተፈጥረ ጉዳይ ከም ባርዕ ጫካ'ዩ ኣብ ማሕበራዊ ሜድያ ተላቢዑ። ሪቻርድን ሻርልን ኣብዚ ጉዳይ ኤሪክ ኢድ ከም ዘለዎ ክሳብ ዝፈለጡ፣ ብተዘዋዋሪ ኮነ ብቐጥታ መምርሒታት'ዮም ዝጓዓዙ ነይሮም። ቻርሎት ግን ክሳብ ህላዌ ኤሪክ ዘይፈለጠት ብርእሳ'ያ ክትጓዓዝ። ድሕሪ ነዊሕ ትጽቢት ቻርሎት ንምሸቱ ደወለትሉ። ቅድሚ ሰላምታ ምልውዋጣ ናብ ጉዳያ ኣተወት። ስለምንታይ ምሳይ ከይተረዳዳእኻ ናይ ትካልና ፎቶግራፈራት ክትጥቀም ወሲንካ? ሪቻርድ ልዕሊ ብቓላታ ብድምፃ ቁሩብ ፈቕ በለን ተዛረበን። ኣማ ብሰንኪ ምስ ናይ ሄርቪዥን ፎቶግራፈር ዘይምስማዓ ኣብ መዋጥርያት እያ ሪቻርድ ቻርሎት ከይወደአ ጣልቃ ኣተወት። ጉዳይ ክለመንታይን ትፈልጦ ኢኻ። ውሽጣዊ ሕርቃና ክትቆጻጸሮ እናፈተነት ቀጸለት። ብዛዕባ እዚ ጉዳይ ሼሮል ንክትቆየቆኒ ምስ መጸት እንታይ ኢለ ኣመኽንየ ከም ዘረጋግኣ እንዶ የብለይን። ህጹጽ ብምንባሩ ነዚታት ሪቻርድ ክምልሰላ ምስ ተበገሰ ቻርሎት ደጊማ ጣልቃ ኣተወቶ። ክንዲ ዝሃጸጸ ይሕጸጽ ምክንያት ኣይኮነን ብኸም መጠንቀቕታ ዝመስል መምርሒ ቀጸለት። እዚ ካምፓኒ ብምኽንያቱ መምርሕን ሕግታትን ዘለዎ ንሎሚ ሸለል ኢለ ክሓልፎ እየ ካልኣይ መዓልቲ ክድገም ግን ኣይደልዮን እየ ሪቻርድ ንኻልኢታት ብዘይ መልሲ ኣጽቀጠን ተዛረበን ኣይተረዳእንን ስለምንታይ ኢኺ ማዕረ ክንድኡ ከምዚ ስረኻ ብኽሳድካ ኣውጽያ ትብልኒ ዘለኺ? ቻርሎት ድሕሪ ግብረ መልሲ ሪቻርድ ምስምዓ ቁሩብ ደብኩም ዝጠሓሰት ዝተረድእያ ትመስል። ምኽንያቱ ብመጠኑ ሃዲኣያ ይቕሬታ ሓቲታቶ። ይቕሬታ ግበረለይ፣ እንተኾነ ግን ኣብ ቦታይ እንተትነብር ንስምዒተይ ዝያዳ ምተረዳእካለይ ኔርካ። ንዘረባኣ ብውሽጡ ኣይተቐበሎን። ከም ውጽኢቱ ናይ ንዕቐት ምልክት ተራእዮ። ዳግማይ ናብ ስራሕ ምስ ተመልሰ፣ እታ ዝፈልጣ ቻርሎት ኮይና ኣይጸንሓቶን። ጠቕሊላ'ያ ተቐይራ። ካብ ድሕሪ ሕጂ፣ ልቡ ኣውዲቑ ዝኣምና ኮይኑ ኣይተሰምዖን። ሪቻርድ ግዜ መሲኡ ኣክንዲ ዝድቅስ፣ ብዛዕባ ኤሪክን ኣማን መጽናዕቲ ክገብር እዩ ወሲኑ። ኣማ ድሕሪ ናይ በላ ምምርኢት ካብ ዘይትጓዳእ ለዋህ ሰበይቲ ናብ ደፋርን ሓያልን ሰበይቲ ከም ዝተቐየረት ኣረጋገጸ። ኣብ ህይወታ ናይ ኤሪክ ምትእትታውን ኣብቲ ግዜ ከም ዝጀመረ ግምቱ ኣቐመጠ። ብድሕሪኡ ኣብ ገለ ውሑድ ኣጋጣሚታት ኤሪክ ኣብ ጉዳያታ ኢዱ ከም ዘእተወ መርትዖታት ዝበሎም ሓሳባት ኣኻኸበ። ኣብ ከም ብራይት ጋል ዘጋጠመ ኣጋጣሚ ሚያ ንኣማ ኣጸሊማ ግዳይ ኮላይዶስኮፕ ክትገብር ኣብ ዝፈተነትሉ ዳይሬክተር ናይ ስነ ጥበባውያን ኮላይዶስኮፕ እዩ ወፂኡ ተኸላኺሉላ ብዘይካ እዚኦም ካልኦት ፍጻሜታት እውን ኣይሰኣነን ብዛዕባኣ ይግደስ ድዩ ኣይግደስን ኣብ ምልክት ሕቶ ከእትዎ ብምኽኣለይ ዘስሕቕ እዩ። ልዕሊ ዝኾነ ሰብ ክግምቶ ዝኽእል እዩ ገይሩላ። ርእሱ እናነቕነቐ ተንተነ። ብዛዕባ ኤሪክን ኣማን መጽናዕቲ እናገበረ ሓደ ሓድሽ ርኽበት ዝረኸበ ኮይኑ ተሰምዖ። ኣማ ናብ ኤች ወርልድ እናተጸንበረት ብድላያያ ተጸንቢራ ቻርሎት ኣብ ልዕሊኣ ዝገበረቶ ጸቕጢ ኣይነበራን። እቲ ዝዓበየ ዕላማኣ፣ ነቶም ቀይዲ በታ ከይዶማ ዝነበሩ ኤርያድ ንልኳስን መወዳድርቲ ፈጢርካ ቦትኦም ንምዝኽኻር እዩ። እንተኾነ ንዕኦም በቦትኦም ምስ ኣትሐዘቶም፣ ሙሉእ ኣድህቦኣ ናብ ኣማ ገይራቶ። ኣማ ብትረኽቦ ዘላ ጽልዋ፣ ጽባሕ ንግሆ ካብ ቁጽጽራ ወጻኢ ክትከውን ትኽእል እያ።
ስለዚ ብመንገደይ ብሓንቲ ወንጭፍ ንክልተ ዖፍ ንክሃርመላ እያ ትፅበየኒ ዘላ በቲ ሓደ ንሉካስ ክሕልወላ በቲ ካልእ ንዓይ ከም ሪሞት ንኣማ ክትግልገለለይ ንነዊሕ ዓመታት እየ ኣብ ጎና ኮይነ ተቓሊሰ ከም ሓንቲ ሰበይትን ዘለዋ ፅፍሒ ስራሕን ኢንተርቴንመንት ማዕረ ክንደይ ብድሆ ከም ዝኾነ ይፈልጥ እየ እንተኾነ ከም መሳርሒ ክትጥቀመላ ኣይተፀበኹዋን ሪቻርድ ሕርቃን ሓዊሱ ብውሽጡ ሓሰበን ቀጸለን። ብዘይ ኣፍልጦይ ፎቶግራፈራት ተጠቂምካ ኢላ ማዕረ ክንድዚ ዝነደረት ደኣ ካልእ ኣገዳሲ ጉዳይ ብገዛእ ፍቓደይ እንተዝውስን ከመይ ማዕበደት ማለት እዩ። ተገረመ።
ንጽባሒቱ ንግሆ ሪቻርድ ንክለመንታየን ንናይ ሄሪቪጅን ጀነራል ማናጀርን ካብ መዕርፎ ነፈርቲ ከይዱ ንክቕበሎም ምድላዎቱ የጻፍፍ ነበረ። ምጽፋፉ ወዲኡ ከይተበገሰ ግን ሊዛ ደዊላ ኤሪክ ንክረኽቦ ይመጽእ ከም ዘሎ ሓበረቶ። ሪቻርድ ኣብ መጸበይ ኣዳራሽ ናይቲ ሆቴል ንደቓይቅ ኮፍ ምስ በለ ኤሪክ ጸሊም ነዊሕ ካቦት ገይሩ መጸን ኣብ ፊቱ ኮፍ በለን። ሪቻርድ ክሳብ ኤሪክ ዝዛረብ ዓቕሊ ገይሩ ተጸበየ። ኤሪክ ጸሊም ውጽኢት ቆርበት ዝኾነ ጓንቱ ኣውጺኡ ሕቑኡ ናብቲ ሳሎን ኣጸጉዖ።
ርክብ ናተይን ናይ ኣማን እንታይ ምዃኑ ከም ዝፈለጥካ ርግጸኛ እየ።
ኣተኩርኡ ናብ ኣዒንቲ ሪቻርድ ኣተኲሩ ቐጸለ።
ስለዚ፣ ውሳኔኻ ተፍልጠሉ እዋን ሕጂ'ዩ። ኣይተረዳእንን። ሪቻርድ ድንግርግር እናበሎ ተዛረበ።
እንታይ'ዩ ዘይተረዳእካ? ኣዒንቱ ካብ ኣዒንቲ ሪቻርድ ኣየልዓለንን።
ኤች-ወርልድ ንኣማ ከም መንጠሪ እምኒ'ያ። በንጻሩ ቻርሎት ኣብ ልዕሊ ኣማ እንታይ ዓይነት መደብ ከም ዝህልዋ ወይ በየናይ ዓይኒ ከም ትጥምታ ኣይትፈልጥን ኢኻ ኣይብልን እዩ።
ኤሪክ ንሪቻርድ ጸግዒ ኣማ ወይ ቻርሎት ንኽኸውን እዩ ምርጫ ዝህቦ ዘሎ። ክሳብ ተጻራሪ ዕላማ ዘለወን ንኽልቲኤን ብማዕረ ከገልግለን ከቢድ እዩ። ምናልባት ሪቻርድ ጸግዒ ኣማ ክኸውን ምስ ዝውስን እቲ ምስ ቻርሎት ዘለዎ ርክብ ከም ዘሕርፍፍ ርጉጽ እዩ ወላ ደኣ እታ ቀደም ዝፈልጣ ቻርሎት ኮይና ኣይትሰማዓዮ ንኻልኣይ ግዜ ናይ ስራሕ ዕድል ክትከፍተሉ ብምኽኣላ ግን ህውኽ ኢሉ ንኽውስን ከበዶ
ንኽሓስበሉ ቁሩብ ግዜ ከድልየኒ እዩ
ቁሩብ ሰጋ ኢሉ መለሰሉ
እቲ ውሳኔ ናትካ እዩ። ኤሪክ ተዛረበ። ሪቻርድ ክንድቲ ንቻርሎት ዝኣመና ምስ ግዜ ብተግባራ ክንድቲ እምነቱ ተስፋ ከም ዝቆረጽ ይፈልጥ እዩ። ብዛዕባ ዝርክብና ኣማ ትፈልጥ ድያ?
ሪቻርድ ሓተተ።
እንታይ ይመስለካ ትፈልጥ ዶ ትኸውን? ኤሪክ ክምስ እናበለ ኣንፈት መልሲ ጥራሕ ሃቦ
ሙላቑያ ኣይሓተትኩኻን ቆልዓ ክሓቶ ዘይግባእ ሕቶ ይሓይተካ
እቲ ዝዓበየ ሓፂር ዕላማ ሪቻርድ ንኣማ ናብ ሓንቲ ዓለም ለኻዊት ሞዴል ንምቕያር እዩ እቲ ምስ ቻርሎት ዘጋጠሙ ምግጫው ሓሊፉን ክርስዖን እዩ እቲ ናብ ሞስኮ ዘምፅኦም ጉዳይ እውን ዝገበሩ ገይሮም ኣብ መወዳእትኡ ኣብፂሖም ኣፃፊፎሞ እዮም።
ኣብ ቤት ፅሕፈት ኤች ወርልድ ሼሮል ብዛዕባ ኣማ ዝነበራ ስምዕታ ተፍስስ ነበረት። ኣማ ዘይናታ ካሜራን ጉጅልኡን ብዘይ ፈቓድና ወሲዳቶም ኣላ። ዓስቢ ናይዚ ብኸመይ እያ ክትክሕሰና? ሼሮል ክለምንታይ ናይዚ ትካል እዩ ንመን ንውዝዖ ንዓና እዩ ዝምልከት ንሕና ሂብናኪ ንሕና ንወስዶ ብዘይ ብኡ በቲ ተጻሒፉ ዘሎ ሕጊ ሪቻርድ ብገለ ምኽንያታት ንኽጥቀመሎም መሰል ኣለዎ ቻርሎት ሃዲኣ መለሰት በቃ በሊ ደሓን ሼሮን ሓውሲ እናኣንጸርጸረት ኢዳ ሂባ ካብቲ ቤት ጽሕፈት ወጸት። ሼሮል ኣብ ሞስኮ እንታይ ከም ዘጋጠመ ፈሊጣ እያ። እንተኾነ ከይሲ ብፍርሒ ዝኣክል ስም ኤሪክ ኣይገለጸላን። ስለዚ ኣማ ብዘይ ምስምዖም ጥራሕ ፎቶግራፈር ዝቐየረት መሰላ። ከመይ ድያ ጌራ ይዕድል ጌራ ግን ከኣ ኩሉ ግዜ መርዓ የለን ሎሚ ዕድል ጌራ ማለት ጽባሕ ዕድል ክትገብርያ ማለት ኣይኮነን ክሳብ ስእሊ ኣማ ኣብ መጽሔት ቴሌቪዥን ዝርእዮ ኢደይ ኣይክህብን እየ ሓሰበት ኣማ ድሕሪ ናይ መስኮ ስራሓ ምጽፋፋ ምስ ሓደ ናይ መጋየፂ ትካል ናይ መወዓውዒ ስእሊ ንክትወስድ እዩ መደብ ተታሒዝላ ዘሎ እንተኾነ ቅድሚ ናብ ኒውዮርክ ምምላሶም ዝነበረት ምሸት ሪቻርድ ዘይተጸብዮ ዜና ረኣየ። ሼሮል ዓለም ለኻዊት እምባሳደር ወይ ኣፈኛ ናይቲ ትካል ንክትከውን እያ ተሰማሚዓ። ኣማ ግን ንሓንቲ ቀዳማይ ካልኣይ እናበለት ትቕጽል ወለዶ ናይ ቃል ኪዳን ቀለቤት ጥራሕ እያ ከተወዓውዕ። ከም ዝመስለኒ ሼሮል ንሳ ልዕሊ ኣማ ምዃና ንኹሉ ሰብን ኣማን ከተረጋግጸሎም ዝደለየት ኣትመስል። ሪቻርድ ብሓሳብ ነቲ ዝስምዖ ዜና ተንተኖ። ድሕሪ እዚ ነቲ መወዓውዒ ክነጽጎ ወሰነ። እንተኾነ ኣማ ቅድሚ ምውሳኑ ተጓያ ንኽቕበሎም ነገረቶ። ሪቻርድ ተቃወመ። ኣማ ንዓኺ ይኹን ንዓማዊልን ኣባላትን ናይዚ ኢንዳስትሪ ካባኺ ከም ትበልጽ ንኸተርኢ ኮኔላ ትገብሮ ዘላያ ሓሳብ ልባ ክነስምረላ የብልናን። ንኣማ ድሕሪ ምዝራቡ ናብቲ ብድሕሪኣ ዝነበረ ኤሪክ ጠመተ። እንተኾነ ኤሪክ ንኽድግፋ እምበር ሓሳቡ ንኽህብ ኣብኡ ኣይነበረን። ሪቻርድ፣ ምስኣ ዘተሃላልኽ ጸዓት የብለይን። ቃልሰይ ምስ መጻኢየን ነብሰይን ጥራሕ እዩ። ብዘይ ብኡ ፍርያት ናይቶም ነዋዓውዐሎም ትካል ይፈትወየ። ብዘይ ስክፍታ ሓሳባን ስምዒታን ገለጸትሉ። ኣብ ግዜ መወዓውዒ ኤሪክ ሳርፕራይዝ ክገብራ ከም ዝኽእል ነብሳ ነጊርዋ እዩ። ብዘይ ብኡ ከምቲ ዝበለቶ ነቶም ናይ መጋየጺ ትካል ትፈትዎም እያ። ንቓላትኣማ ዘሰምዐ ኤሪክ፣

ኤሪክ ናብ ኒውዮርክ ብምስጢር ከም ዝምለሱ ገበረ። ምስ በጽሑ ኣማን ሪቻርድን ናብ ኤች ወርልድ ኣበሉ። ብወገኑ ኤሪክ ነቲ ኣብዘን ዝሓለፋ መዓልትት ዝሓለፎ ስራሕ ንኸዓሞ ተኽኢሉ ናብ ኮላይዶስኮፕ ከደ። በጺሑ ኣብ ወንበር ቤት ጽሕፈቱ ኮፍ ምስ በለ ሓደ ሓሳብ መጾ። ኣይጸንሐን። እቲ ሓሳብ ከይሃፎ ዝፈረሐ እዩ ዝመስል። ቀልጢፉ ንሉክ ደወለሉ። ኣቤት ዓምና! ሉክ ኣብ ቤት ጽሕፈት ኤሪክ ምስ በጽሐ ኣድመጸ። ምስ ኣካይዲ ስራሕ ናይ ኤልኤም ንኽራኸብ ቆጸራ ሓዘለይ። ኤሪክ ኣዒንቱ ካብቲ ዘንብቦ ዝነበረ ወረቓቕቲ ከይኣለየ ተዛረቦ። ክረኽቦ ደልየ ኣለኹ። ናይ መርዓ ቀለቤት ዲኻ ትእዝዝ ደሊኻ? ሉክ ግምቱ ኣስምዐ። ኤልኤም ንናይ ፍቑራት መጋየይጺ ኢሉ ዝተሃነጸ ናይ ጥንቲ ኣብ ጥልያን ዝመበቆሉ ትካል እዩ። ካብ ዝምስረት ልዕሊ ሓደ ክፍለ ዘበን ኣሕሊፉ እዩ። እንተኾነ ዲዛይኑ ወላ ደኣ ክቡር ይኹን እምበር ፍሉይን ተጠላብን እዩ። ከምኡታት እዩ ተሓሲቡ ዘሎ። ኤሪክ ንግምት ሉክ ድሕሪ ምርግጋጹ ቀኒዑ ጠመቶ። እንተኾነ ብዛዕባ እዚ ትፈልጦ ከም ዘይብልካ ተምሕትምካሉ ኢኻ። ሉክ ርእሱ እናነቕነቐ ብኢዱ ቃል ከም ዘየምሉቕ ምልክት ገበረሉ። ወላ ደኣ ቀለቤት ጥለበላ እምበር ሉክ ርእይትኡ ካብ ምስማዕ ግን ኣይተዓገተን። ነቲ ቀለቤት መሊሳቶ ክትንቀሳቐስ ኣይትኽእልን እያ። ማለተይ ምኽንያት የብላን። ክሳብ ዘይምልከተካ ብዛዕብኡ ዘሻቕል የብልካን። ኤሪክ ንርእይቶሉ ክነጸጎ ኣቐዲሙ ኣማ እንታይ ኣብ ምኽንያት ነቲ ቀለቤት ጌራቶ ትንቀሳቐስ ሓሲቡሉ እዩ። ኣይጸንሑን ሪቻርድን ኣማን ናብ ኤች ወርልድ በጺሖም ናብ ቤት ጽሕፈት እናኸዱ ሰራሕተኛታት ኤች ወርልድ ብደስ ዘይብል ኣጠማምታ ሰሰሪቖም ብጎቦ ዓይኖም ጠመትዎም። ኣማን ሪቻርድን ብተግባር መሳርሕቶም ተገሪሞም ድሕሪ ንሓድሕዶም ምጥምማቶም ናብ ቤት ጽሕፈት ቻርሎት በጽሑ። ቻርሎት ናብ ቤት ጽሕፈታ ክኣትዉ ምስ ረኣየቶም ካብ ወንበራ ተስዐት። ናይ ብሓቂ ጽቡቕ ስራሕ ሰሪሕካ ኣማ ንቕልጽም ኣማ እናተንከፈት ተዛረበት። እንተኾነ ዕረፍቲ ንህበካ ኣይንመስልን ናይ ኤልኤም ቆጸራና ክልተ መዓልቲ ጥራሕ ተሪፎ ዘሎ ድሮ ምድላዋትና ንኸነጻፍፍ እቲ ምሳኺ ዝሰርሕ ወዲ ተባዕታይን እንታይ ከም ትገብሩን መልእኽቲ ሰይዶሙልና ኣለዉ እቲ ወዲ ተባዕታይ እቲ ብራይድ ራይል ተባሂሉ ዝጽዋዕ ኣክተር እዩ ከሰንየኪ ኣብዚ ግዜ ሓደ ካብቶም ዝሃበቡ ኣክተራት እዩ ነዚ ዕድል መዝሚዝኪ ናብ ረብሓኺ ከተውዕልዮ ኣለኪ ኣማ ነቲ ኣብ ኢድ ቻርሎት ዝነበረ ወረቓቕቲ ወሲዳ ራእየቶን ክምስ በለትን ብዛዕባኡ ኣፍልጦ ኣለኒ ኣማ ተዛረበት ሪቻርድ ነቲ ወረቐት ካብ ኣማ ወሲዱ ምስ ኣንበቦ ንኣዒንቱ ኣፍጠጦም። ገና ኣብ መጀመርያ ዕስራታት እዩ ዝርከብ እንተኾነ ምስ ደቂ ኣንስትዮ ዘለዎ ርክብ ዝገርም እዩ ከም ከምቻ እዩ ዝቀያየረን ዳርጋ መዓልታዊ ብዛዕባ ምስ ደቂ ኣንስትዮ ዘለዎ ሓደሽቲ ዝምድናታት ዝፅሓፍ ብኣግሩመት ተዛረበ። እዚ እሞ ንዝና እማ ረብሓ ደይኮነን እዩ። እዚ ዕድል ንስም ክልቴኹም መሊሱ ከህብቦ እዩ። ቻርሎት ተዛረበት። እንተኾነ ግን ኣማ እኮ ሪቻርድ ነዘን ናይ መወዳእታ ቃላቱ መጢጡ ሓሳቡ ከይፈጸመ ኣቋረጸ። እንተ ቀጺሉ ቻርሎት ከም ትሓርቕ ይፈልጥ እዩ። ንኣማ ኣፍቃሪ ከም ዘለዋ ትፈልጥ እያ። እንተኾነ ብዛዕባ ሳዕቤኑ ከይተገደሰት እያ ምስ ካልእ ሰብ ክትረአ ትደልያ ዘላ። ከምዚ ወዲ ከምዚ ገይራ ድያ ደኣ ንኣማ መገዲ ከም ትጸርገላ ቃል ዝኣተወትልና ሓሰበ። እዚ ርዱእ ክሳብ ዝኾነ ብዙሕ ምዝራብ ኣየድልዮን እዩ፣ ተወሲኑ እዩ። ቻርሎት ተዛረበትን ቀጸለትን። ሎሚ ምሸት ምስ ብራይ ድራይል ሓቢርኩም ንክትድረሩ ቆጸራ ሒዘልኪ ኣለኹ። ንሕጂ ገዛ ኬድኩም ኣዕርፉ እኹል ግዜ ኣለኩም። እቲ ቆጸራ ንሰዓት ሸሞንተ ናይ ምሸት ሒዝዮ ዘለኹ። ኣማ ናብ ተኣጽቂጡ ዝነበረ ሪቻርድ ዝጠመተት ምናልባት ብቐረባ ንዘይፈልጦ ሰብ ንሓሳብ ቻርሎት ብዘይ ዝኾነ ተቓውሞ ዝተቐበሎ እዩ ዝመስል። እንተኾነ ሪቻርድ ድሌት ኣማ እንታይ ምዃኑ ይፈልጦ እዩ። ንህቡብነት ኢላ ምስ ብራድራይል ክትረኣ ኣይትደልን እያ። ስለዚ ድሌት ኣማን ቻርሎትን ድሮ ሓደ ኢሉ ብጋህዲ ክጋጮ ጀሚሩ ኣሎ። ናይ ከምዚ ዓይነት ኣካይዳ ጠባይ እንተዝህልዋ ነይሩ ነዚ በጺሓቶ ዘላ ደረጃ ኣይምበጻሐቶን። ሚስ ጋርሲያ ኣማ ተዛረበት። ኣብ ልዕለይ እኹል እምነት የብልክን ማለት ድዩ? ድሮ ጓል ዕስራን ሽዱሽተን ዓመት ኢኺ ኮንኪ ዘለኺ። ቻርሎት መለሰትን ቀጸለትን እንተ ደኣ ንዝረኸብክዮም ዕድላት ክትምዝምዝዮም ዘይትኽእል እንተኾይንኪ ግዜ የብልክን ቀዳማይ ዕላማኺ ምስ ግዜ ምቅዳም ክኸውን ኣለዎ ስለዚ ንዓኺ ዝሓሽ ዝበልኮ መገዲ ዘዳለወልኪ ዘለኹ እቲ ህዱእ ዝነበረ ስምዒት ኣማ በረድ ተቐየረ ናብ ቻርሎት ኣተኲራ እናጠመተ ተዛረበት ሚስ ጋርሽያ እንታይ ክትብሊ ከም ዝደለኺ ተረዲኤኪ ኣለኹ። ቻርሎት ጣልቃ ኣትያ ንኣማ ቆረጸታ። ናይ ገዛእ ርእስኺ ውጥናት ከም ዘለውኺ ርዱእ እዩ፣ እንተኾነ ክትኣምንኒ ኣለኪ። እዚ ኢንዳስትሪ ልዕሊ እቲ ትሓስብዮ ረሳሕ ኢንዳስትሪ እዩ። ዝኾነ ኣብዚ ኢንዳስትሪ ዘሎ ሰብ ንኸምዚ ዓይነት ዕድል ክሕሰሞ ኣይክእልን እዩ። እዚ ወላ ንስኺ ክትሕሰምዮ የብልክን ማለት እዩ። ኣማ ብዘይ ዝኾነ ስምዒት ኣተኲራ ጠመተታ።
ክቡራት ተኸታተልቲ መደብና ሳብስክራይብ፣ ላይክ፣ ሼር፣ ኮመንት ብምግባር ከተተባብዑና ከዘክረኩም ፈቱ።
ክቡራት ተኸታተልቲ ስለ ምክትታልኩም ኣዝየ እንዳመስገንኩ ኣብ ዝቕፅል ክፋል የራኽበና።